ናይ ኣባዲ ዝተሓበ ምስጢር ኩሉ ንቲቲ ነጊራታ ቲቲ በጭራሽ እያ ክትኣምን ለይከኣለት ማለት እዩ እስኻ ንዓይ በፍፅም ከምዚ ክትገብረኒ ኣይትኽእልን ኢኻ ኣባዲ እሞ ከምዛ ትሪእዎ ዘለኹም ኩሎም እንዲዮም ክወልዕዎ ኢሎም ዘለዉ ማለት እዩ ከምዚ ልፍጠር ኣይመሰላይ ነይሩ ማለት ሜሪ ማለት እዩ ከምዚ ኢላ ትሓርቕ ኣይመሰላ ነይሩ ኣባዲ ግን ዝኹሉ ናይ ኢድካ እዩ ማለት እዩ ሰብኣይ ክልተ ናፍቲ ናፍቲ ክብል መተ መተ መተ ሞተ። ሰላም ሰላም ሽኮሪናታት ከመይ ኣለኹም? ሰላም ዲኹም? ኣነ ሰላም እየ እግዚኣብሔር ይመስገን። ንስኻትኩም ለ ኣብ ዘለኹምዎ ሰላምኩም ብዝሕ ትርፍ ይበለለይ እንዳበልኩ ለማዓንቲ ድማ ብሓዱሽ ቪድዮ መፅኤክም ኣለኹ ነዛ ቪድዮ ክትጅምሩ ከለኹም ላይክ ብምግባር ጀምሩ ኢኹም ሓደሽቲ ዝኾንኩም ድማ ሳብስክራይብ እንዳገበርኩም ቤተሰብ ኩኑ ክሎክ ይንፈቱ ማለት እዩ ቤተሰብ ዝኾንኩም ላይክ ሸር ግበሩ ኢኹም ላይክ ሸር ንእትገብሩለይ ካብ ልቢ ካብ ልቢ እየ ዘመስግን ሕጂ እውን ምብርትታዕኹም ኣይፈለየኒ ክብል ይደሊ ማለት እዩ ብጣዕሚ እየ ዘመስግነኩም ብጣዕሚ እየ ዝፈትየኩም በዓለ ትንሳኤ ከመይ ተሕልፍዎ ኣለኹም? ገና መቸም ኣውደኣመት ኣይተወድኤ ክስካብ ሕዚ ገና እዩ ዘሎና። ክስካብ ዳግማይ ትንሳኤ ኩሉ ግዜ ብርሃነ ትንሳኤ እዩ እና ከመይ ተሕልፍዎ ኣለኹም? ጽቡቕ ክኾነልኩም ናይ ኩሉ ግዜ ተስፋይ እዩ ማለት እዩ። ብርግጽ ድማ ደስ ልብል ኩነታት እዩ ናይ ዓመት በዓል እኒኦ ማለት ድባቡ ብጣዕሚ እዩ ደስ ልብለካ። ዋላ እቲ ኩነታት ደስ ኣይብል ኣይበል ማለት እዩ ጊን ናይ ጎይታ ትንሳኤ ስለ ልኾነ ብጣዕሚ እዩ ደስ ልብል ቤተሰብ ማለት እዩ ብጣዕሚ እዩ ደስ ልብለካ እቲ ኩነታት ኣየር ዋላ ደስ ኣይብለካ ጦርነት ወዲ ጦርነት እንተኾነ ጊን ያው ብቱይ ናይ እግዚኣብሔር ሓይሊ ይመስለኒ ብጣዕሚ እዩ ደስ ልብል ማለት እዩ እና ናብቲ ትሕዝተይ ከብለኩም ማለት እዩ ለማዓንቲ ዝመፀ ከሎ ከምቲ ኩሉ ግዜ ዝመፀኩም ብዛዕባ ቲትና ሜሪ መቸም ካብ ርእሶም እንድየ ዘይወርድ ማለት እዩ ኣይፋትሖምን እየ ድሕር ላይ ተፋቲሖምና ማለት እዩ በፍፅም እየ ክፋትሖም ለይክእል ማለት እዩ እና ትማሊ ሜሪ ማለት እዩ ንኣባዲ ዝሓዘስሉ ምስጢር ነይርዋ ነጊራቶ ማለት እዩ ብጣዕሚ እዩ ሰንቢዱ ካብ ሜሪ ከምኡ ኣይተፀበየን ከምዚ ትገብር ያሉ ገለ ኣይተፀበየ ነይሩ ብጣዕሚ እዚ ንትቲ ተሪኢኸያ በፍፅም ኣነ ክቀትለኪ እየ ኢሉ ኣፈራሪሕዋ ነይሩ ማለት እዩ ሜሪ ድማ ሰብኣይ እያ ማለት እዩ ሰብኣይ ከምዚ ትርእይዋ ሃርዲ ሓደ ግዜ ትጸፍሖ ሓደ ግዜ ትቅጥቅጦ እንታይ ደይ ትብሎ ከርእየካ ኢላ ስለ ዝፈከረትሉ ማለት እዩ ኩሉ ነገር እቲ ምስጢራት ንቲቲ ነጊራታ ማለት እዩ ቲቲ ከምዚ ትርእይዋ ዘለኹም ንኣባዲ ብጣዕሚ እያ ኣጥብቅ ኣቢላ ሒዛትኒ ማለት እዩ ኣነ ከምዚ ዓይነት ሰብ ኣይፈልጠካ እየ ማለትሲ እቲ ሕማቅ ስራሕካ ገዲፈ ከም በዚ ትብለኒ ዘላ ሜሪ ግን ኣነ ንዓካ ኣይፈልጠክ ግና ከምዚ ዓይነት ተግባር ካብ መኣዝ እንታይ ከ ክገብረልካ ከምዚ ዓይነት ሲ ንምንታይ እንታይ እዩ ጥቅሚ እዚ ስለ ልግበርካ ሲ ንምንታይ ኢካ እንታይ ትጥቀም እዩ ኢላ ኣጥቢቃ ሒዛቶ ብጣዕሚ እያ ልባ ተሰይራቲቲ ማለት እዩ ማለት ዋላ እሞ ንቕርሺ ኢሉ ይለውጣ ኣባዲ ማለት እዩ ጌን ክዓ ኣምሓራ ክንድዚ ኣብ ልዕልኣ ሕማቕ ነገር ክሓስብ ወይ ክዓ ክገብር ኢሉ ኢላሲ ኣይሓሰበቶይ ነይራ ማለት እዩ ብጣዕሚ እዩ ደንፅዩዋ ቲቲ ንባዕላ በቃ ማለት ኣነ ክኣምን ኣይክእልን ኣነ ንኣኻ ሕማቕ ይምነየልካ እየ ክንደይ ኣብ ፅርግያ ኣብ ጎደና ተደርቢኻ ኣነ ብዛዕባኻ ብጣዕሚ እየ ዝሻቐል ነይረ ብጣዕሚ እየ ዝሓዝን ነይረ ንሜሪ እውን ከተዓርቐኩም ሞኪረ ነይረ ማለት ይቅርታ ግበርሉ ብሰንኪኺ ዝኹሉ በደላት ይበፅሖ ኣሎ ሽጋራ ይስሕብ ኣሎ ኢለ ክዓርቀካ እየ ሞኪረ ነይረ ግን እስኻ ድማ ለካስ ውሽጢ ውሽጢ ናተይ ሕማቕ ነገር ናተይ ውድቀት ኢኻ ትፍሕር ነይርኻ ኢላ በቃ ብጣዕሚ እያ ተናዲዳ ቤተሰብ ብጣዕሚ እዩ ዘናድድ ከዓ ማለት እዩ ብጣዕሚ ማለት እዩ ኣብዚኣ ኮይኖም ሰለስቲኦም ሰለስቲኦም እዮም ወርር ከብልዎ ኢሎም ማለት እዩ ኣባዲ መቸም የትም የትም ኣየምልጥ ናበይ ከምልጥ ካብዞም ሰለስተ ኣንበሳታት ማለት እዩ ናበይ ከምልጥ ብእግሩ ብርእሱ ብኢዱ ተታሒዙ ዘሎ ወስቀስ የለን ከምታ ዝኣተኻያ ቀስ ኢልካ ከመይ ኢልካ ከም ትወፅእ ብየናይ መንገዲ ከም ትወፅእ እንድዒ ቲቲ ትምሕረካን ሜሬ ትምሕረካን ሓበን ዳኒ እዚኦም ኩሎም ምስ ቲቲኦም ተረዲእኩም ዲ ቤተሰብ ኣብ ጎኒ ቲቲኦም ካብ መጀመርያ ማለት እዩ ህዚ ማለት እዩ ኣብ ተልባለም ጥራይ ዓወዲ በይኑ ኣርዩ በይኑ ክንደይ ይፍክር ከም ዘይነበረ እተን ዝፍክረን እባ ኣለዋ በዓል ኤልሳ መ- ኤልሳና መን ዝበሃላ ሓንቲ ኣላ ሽማ ዘይሓዝክዋን በዓል ኤልሳ ቀርየን ኣለዋ እንድዕንኣተን ሒዝወን ተመፂኡ ከዓ ኣይፍለጥን ሒዝወን ክመፅእ ይኸውን እንታይ ጌራትካ ጊንቲትሲ ዓመት በዓል ክተሕልፍ ናብ ስድርኣ እያ ከይዳ ነይራ ሜሪ እያ መስለኒ ተብተብ ኣቢላ ጸዊዓታ ዝነገራት ንኸትነግራ ማለት እዩ ከይሓስበቶ ሃንደበት እያ መጽያ ማለት ምስ ስድራ ክተሕልፍ ኢልካ ተኸድካስ ግድን እዩ ሰሙን ገለ ገለታት ገለታት ገለታት ክትጸንሕ እሞ ማለት እዩ ቲቲ ግን ሓንቲ መዓልቲ እውን ክትሐልፍ ኣይከኣለት እዩ ሰላም ገይራ ማለት እዩ ብሰንኪ መን እዩ ብሰንኪ ብሰንኪ ዙ ነዊሖ ቁመቱ እንታይ እያ ዘለት ሜሪ ቁመት በዓል ነዊሖ ቁመትሲ ወይ ልቢ ሓንፅሮ ወይ ክዳን ሓፅሮ ድዩ ነበረ በእውነት ምስል ኣይፈልጥን ቤተሰብ ማለት እዩ ግን ካብ ሓደ ሓደ እዩ እዚ ኩሉ ዝኾን ዘሎ ድማ ብሰንኪ እዩ። ሂወታ ሰላም ጌራ ከይትመርሕ ቲቲ ብፅብፅ በቃ ብፅብፅ ሰላም ጌራ ከይትነብር ማለት እዩ። ዓይነ ሰላም ተረ ዘይረኺበሲ ኩሉ ሰላም ክረክብ ይብሉ በሃሊ ይመስለኒ ማለት እዩ። ነዚ ሂወትካ ሰላም ንኸይትረክብ ዝግበርካ ባዕልኻ ኢኻ ባዕልኻ ብእውነት ባዕልኻ ኣብ ህይወትካ ሰላም ናይ ምስኣን ምኽንያት ባዕልኻ ክትኾን ከለኻ ደሞ ዘለኻ ጸገም ክነግረኩም ኣይክእልን። ብጣዕሚ እዩ ኣቸጋሪ ማለት እዩ ከምዛ ትርእዎ ኣለኹም ሕንፍሽ ፍሽ እዩ ዝብል ማንም ሰብ ምጽጋዕ እስካብ ዝስእኖ ህይወቱ ሰላም ይስእን ማለት እዩ ንርኢ እኮ ኣለና ባዕሉ ልገበራ ስለ ልኾነ ይስሕና ኣሎ ገና ገና ሜሪ ድማ በፍጽም እያ ክትፋትሖ ዘይትኽእል ምስቱ ልገበራ ምስቱ ልተዛረባ ማለት እዩ በፍጽም በፍጽም እያ ክትምሕሮ ዘይትኽእል ማለት እዩ ገና ዓጢቓትሉ እያ ዘላ ቲቲ ዝዓንቶኣ ገዲፋቶ እያ ነይራ። ግን እዚ ነገራት እዚ ክትሰምዕ ከላ ድማ ብጣዕሚ እያ ተናዲዳ፣ ብጣዕሚ እያ ተጸሊላ ማለት እዩ። ንምንታይ ደይ ትሓስቦ ነገር ነይርካ፣ ደይ ትጽበዮ ነገር ነይርካ ክኾን ከሎ ብጣዕሚ ኢኻ ትናደድ ቤተሰብ ማለት እዩ። እና እዚ ምስጢር ኩሉ ነገር እንኳዕ ኒቲቲ ነገረታ ማለት ደቢቓታ ተትፀንሕ ነይራ ከዓ ካብዚ ላዕሊ ከቢድ ነገር ሕማቅ ነገር ክፍጠር ነይሩ እና ሕጂ ከመይ ኢሉ ከም ዝወጻ ዝዓቀበት እንድዒ ኣይፈልጥን እየ ሓቢርና ክንርእና እና ቤተሰብ ናይ ለማዓንቲ ቪድዮ እዚኣ እያ ትመስል ነይራ ማለት እዩ ኣብ ቀጻሊ ከዓኒ ብቆንጆና ብሓሪፍ ቪድዮ ክንራኸብ ኢና ማለት እዩ ክሳውሱ ግን ላይክ ሸር ምግባር የትሕመቁ ኢኹም ማለት እዩ ኣበራታትዑኒ ጽቡቅ ጽቡቅ ነገራት ክሰርሐልኩም እየ ናይ ግዜ ጉዳይ እዩ እምበር ማለት እዩ ይቅርታ ናብ ቀጻሊ ቪድዮ ክሳብ ንራኸብ ሰስነይ ንዓኹም ባይ ባይ